ፈራይ ኦፊርካ እተ በሊዕካ ጽገብ ተኸዲንካ ሙቕ ጎይኻ ኺድ ሰዓት ይሃብካ ማዕተብ ንኽሳድና ጣይታ ንኻብድና ሃይማኖትና ለይለውጠልና ወይለይ ኦፊርኩም እተው በሊዕኩም ጽገቡ ተኸዲንኩም ሙቕ ጎይኹም ኪዱ ክንዲ ናይደይ ዕድመ ይሃብኩም ጣልያን ተወሊደ ሰማንያ ድህረ ጉልበትኩም ምሳኻትኩም ይቐኒ መኒ ናይደ ጉልበትና ጉልበትኩም ሙነይዎ ጉልበትኩም ሙነይዎ
ሻሎም ሻሎም ሻሎም ኣብ ርሑቕን ቀረባን ኮንኩም መደባት እዋናዊ ጉዳይ ትከታተሉ ዘለኹም ብሩኽ መዓልቲ ይግበሮ እንዳበልና እቶም ናይ ምሸት ሪኦ ዘለኹም ከዓ ብሩኽ ምሸት ዝተፈላለዩ እዋናዊ ትሕዝቶ ሒዝናልኩም መፂናልና ላይክ እንዳገበርኩም ሳብስክራይብ ከገበርኩም ትሪኡ ከዓ ሳብስክራይብ ግበሩ ኢልና ኩሉ ግዜ ነዘክረኩም ኣለና ማለት እዩ ክቡራት ተዓዘብቲ እ፣ ከም መጀመሪ መደብና እ፣ ኩሉ ግዜ መዓልታዊ ከም ዝቐርቦ ብዛዕባ እዞም ኣብ ሊብያ ድምፂ ስኢኖም ዘለው ኣሕዋትና ቆላሕታ ስኢኖም ዘለው ኣሕዋትና ኢዩ ክቡራት ተዓዘብቲ ኩነታት ናይ ሊብያ ካብ ዝባኣሰ ናብ ዝኸፈኤ ናብ ዝኸፈኤ ኣብ ዝኸደሉ ዘሎ ሂወት መንእሰያት ማዓልታዊ እንዳ ሓለፈ ኢዩ ክቡራት ተዓዘብቲ ካልእ ንእግረ መንገደይ ኣብዚ ከብርሆ ዝደሊ ስለምንታይ ኢዩ ናይ ሊብያ ማዕረ ከም ዝኸፊኡ እንተ ኢልና ኤሮጳውያን ስለ ዘይድግፍዎ ዘለው እቲ ስደተኛ ንምሕጋዝ ኢዩ ንኹላትኩም ብሩህ ክኾነልኩም ሲ ወይ እቲ ኣብ ደገ ዘሎ ኣብ ኤውሮጳ ዘሎ ኤርትራዊ ገለ ዝሓመቐ ከይመስለኩም ብዙሕ ግዜ ሰለማዊ ሰልፊ ተወጺኡ እዩ ብዙሕ ግዜ እሕዋትና ኣብ ሊብያ ዘለዉ ይቕተሉ ኣለዉ ብምባል ብዙሕ ግዜ ሰለማዊ ሰልፊ ተገይሩ እዩ እቲ ዝዓበየ ሽግር ኮይኑ ዘሎ ግን ነቶም ኣብ ሊብያ ዘለዉ እንተ ሓጊዝናዮም ካልኦት ስደተኛ ክመጽ እዮም ኢሎም ስለ ዝሓስቡ ዘለዉ እዮም እዞም ኤውሮጳውያን ብሓፈሻ እውን ነቲ ስደተኛ ጠጠው ንኸብሉ እቲ ስደተኛ ናብ ኤውሮጳ ንኸይመጽእ እዚ ዘይበሃል ሚልዮናት ገንዘብ ንቶም ኣብ ሊብያ ዘለዉ ሓለፍቲ ስለ ዝህቡ እቶም ኣብ ሊብያ ዘለዉ ሓለፍቲ ከዓ የኽፍእዎን የበርትዕዎን ኣለዉ ማለት እዩ እዚ ሕጂ እቲ ሽግር ማለት ሲ ከምቲ ቀደም ኤውሮጳውያን ድምፂ ኮንካ ኬድካየን ዝሕግዛኻ ተዝኸውን ናይ ኣሕዋትና ሊብያ ዘለዉ ለውጢ ምመፀ ነይሩ እቲ መመሊሱ ዝኸፍእ ዘሎ ግን ገለ ካብቲ ጠንቂ እዚ እዩ። ኣብዚ ክልተ መዓልቲ እውን ነብርሃም ሓውና ክዕድሙ'የ ኣብ ኢታሊ ዘሎ ብዛዕባ እዚ ጉዳይ መብርሂ ከም ዝህብ እንታይ ክግበር ይኽእል ካልእ ምሻሎ ካልእ ሜላ ካብ ቅድሚ ሕጂ ንገብሮ ዝነበርና እውን መደብ ክገብር እየ ተስፋ እገብር ግን ገለ ለውጢ ክመጽእ እቶም ኣብ በዓል ኣፍሪቃ ገለ ዘለኹም ግን ሓደራኹም ኣብ ሊብያ ዘየለኹም ኣብ ኢትዮጵያ ገለ ዘለኹም ናብ ሊብያ ገጽኩም ኣይትኺዱ ኩነታት ናይ ሊብያ በቃ ዝኸፍአ ዝኸፍአ ቅትለት ገለ እዩ ኮይኑ ዘሎ ክትሰምዕ እንከለኻ ነብስኻ ክንገለ እዩ ዝገብረካ ትሓዝን ኢኻ ስለዚ ሓደራ ናብ ሊብያ ገጽኩም ኣይትኺዱ እቶም ናብ ሊብያ ዘይከድኩም ክብለኩም ይደሊ ክቡራት ተዓዘብቲ።
ሰላም ሰላም ሰላም ጋይስ እምበኣር ምሳኹም ዘለኹ ባይዘ ወሓውኹም እየ እምበኣር ካብኡ ቀፂለ ክብለ ደይ ዘለኹ ምስ ስራሕ ገለ ኮይኑ እኳ ኣይጠዓመንን ካይስራሕኹ ቪድዮታት ገለ መለ ሶሪ እዞም ናይ ሊበ ኣሕዋትና ማለት እዩ እዝኒ ዝበሃል ዘይሃብናኩም ይቕረታ ባዕሉ ተኣምላኽ ፅላል እዮም ብረልኩም መዋፅኦ ይፍጠረልኩም ካብኡ ቀፂለ ክብለ ደልየ ዘለኹ ከዓ ኣታ ንዕመባ ሰብ ንኹን እተን ካልእ እንታይ ኹም እዝኒ ከሊእናዮም ኣብዚ ሓንቲ ግዜ ናይ ክልተ ሰዓት ሰለስተ ሰዓት ሰላማዊ ሰልፊ ምውፃእ ዝስእነሎም ኣታ ቦቶም ዝሓለፍና ስቃይ ንፈልጦ እና ቶምቡ ዝሓለፍና ጥራይና ስቃይ ንፈልጦ ቶምቡ ዝመፃና ጥራይና ስቃይ ንፈልጦ ብኣየር ዝመፀ ወላ ሓንቲ ስቃይ ኣይፈልጦን እዩ ትቡ ዝመፀኻ ኢኻ ስቃይ ትፈልጦ ዘይንትስእ ቶምቡ ስቃይ ዝሓለፍናዮ ደይኮነን ቋቁሊሕ ዘይንብሎ ምሕዋትና ደይኮኑን ምሳና ደይኮኑን መፅኦም ኣታ ፍንጫሕ መሰንገልና ደይኮኑ ኣታታ ኹም ትኾኑ ዘለኹም ኣታታ ዓይነ መጣቃዕቲ ህዝቢ ኢኹም ኣታ ኣታ ካልእ ሰሆ ትብሉ ሓውኹም ልቡ ጠፊእዎ ገሊኦም ኣጣይቲ ኣቶም ገሊኦም ኣጥባተን ቆርፅወን ኣታ ከመይ ኣታ ታይ ትኾን ዘለኻ ኣታ ታይ ዓይነት ኣምሰሉ ህዝቢ ኢኻ ኣታ ጊደፋታ ኣታ ጊደፋታ ጊደፋታ ፅባሕ ንጎት ኣባኻ ክትወርድ እያ ጊደፉ እቶም ትስሕቁ ዘለኹም ፃወት ዘለኹም ጊደፉ መዳፋ ኣብ ዓለም ሙሉእ ዘለኻ ኤርትራዊ ኣሕዋትካ ንጠፍእ ኣለና
ስለዚ ክቡራት ተዓዘብቲ ከይተሓለልና ድምፂ ምዃን ክሳብ ፍታሕ ዝመፅእ ክሳብ ለውጢ ዝመፅእ ግዴታና እዩ ስለዚ ኣይንረሳዕ ኣነ እኳ ቀፃሊ ፍቲ መደበይ ከም መጀመሪ መደብ እውን ቀፃሊ ዳርጋ ዝሰሙን ዝስ በት ናይ ሊብያ እየ ዝጅምር ዘለኹ ካልኦት ሰባት ተቐፂሎሞ እውን ብጣዕሚ ፅቡቕ ደስ ብለኒ ናብቲ ናይ ሚስ ናይ ወርልድ ዝካየድ ዘሎ ምስ ንርኢ ናብ ሎሚ ዘውግሕ ዓቢ ክርክር እዩ ሓዲሩ ማለት እዩ። እቲ ክርክር ድማ ህልኽ ኣብ መንጎ እቲ ኤርትራን ኢትዮጵያን እዩ ዝዕብልል ዘሎ። ናይ ኤርትራ ኣብዚ ግዜ ሓደ ነጥቢ ክልተ ሚልዮን ድምጺ ረኺባ ኣላ። ኢትዮጵያ ግን ብታሕቲ ትርእይዎ ኣለኹም ከባቢ ትሽዓተ ሚእቲ ሽሕ እቲ ፍልልይ ካብ መጀመርያ ክሳብ ሕጂ ናይ ሰለስተ ሚእቲ ሽሕ ናይ ሰለስተ ሚእቲ ሽሕ እንዳኾነ እዩ። ሽዱሽተ ሚእቲ ክትበጽሕ ከላ ኢትዮጵያዊት ኤርትራዊት ድማ ትሽዓተ ሚእቲ ሽሕ ትበጽሕ። ሸሞንተ ሚእቲ ክትበጽሕ ከላ ኢትዮጵያዊት ሸሞንተ ሚእቲ ሽሕ ኤርትራዊት ሓደ ነጥቢ ሓደ ትበጽሕ ሕጂ ድማ ከባቢ ትሽዓተ ሚእቲ ሽሕ ነዚ ቪድዮ ክሰርሖ ከለኹ ርእየ ነይረ ኢትዮጵያዊት በጺሓ ኣላ ኤርትራዊት ድማ ሓደ ነጥቢ ክልተ ሚልዮን ሓሊፋ ኣላ ማለት እዩ ድምፂ ብጣዕሚ ኣብ ርብርብ እዩ ዘሎ ትማሊ ዝዓበየ ህልኽ ዝሓደረ ናይ ኢትዮጵያውያን ብምልኦም ተጠቀምቲ ናይ ማሕበራዊ ሜድያ እቶም ፌመሳት ዝበሃሉ መደብ ገይሮም ነይሮም በቲ ላዕሊ ትርእይዎ ትህሉ ቁፅሪ ዕስራን ሸውዓተን ሽሕ ገለ ይብላ ኣሎ ማለት እዩ በቃ ዳርጋ ሰላሳ ሽሕ ሰብ ሲ ሓንቲ ግዜ ርእ ነረ በቃ ሰላሳ ሽሕ ሰብ ሰላሳ ሽሕ ሰብ ብላይፍ ተኸታቲሉ ኢትዮጵያውያን ብምልኦም ሓቢሮም እዮም ሓዲሮም ማለት እዩ ብኣንጻር ንዓኣ ዝድግፉ እውን ንዕኡ ዝቃወሙ እንታይ ኢኹም ትርእዩና ዘለኹም እንታይ ኩነታት ኢትዮጵያ ክትሽፍንዎ ኢልኩም ድኹም እንታይ ኢትዮጵያ ኢትዮጵያ ትብሉ ገለ ኢሎም ኔጋቲቭ ናቱ ዝዛረቡ እውን ኣለዉ ብሓፈሻ ዓብዪ ህልኽ እዩ ሓዲሩ ክብራት ተዓዘብቲ ግን እዚ ኩሉ ቁፅሪ ሓዲሩ እንከሎ ኣነ እኮ ሓቂ ሓሽ ክንዲ ሰብ ተኣኪቡ ምስ ረኣኹ እቲ ቁፅሪ ናይ ስኒት ዝሓልፍዎ መሲል ነይሩ ግን እታ ፍልልይ በቃ ከምታ ዝረኣኹማ ናይ ሰለስተ ሚእቲ ሽሕ ኣዘላ በቲ ውን ናይ ኤርትራውያን ኣብ ናይ ሞኒካ ገለ ስለ ሓሙሽተ ሽሕ ሽዱሽተ ሽሕ ሸውዓተ ሽሕ ሰባት ኢዮም ኔሮም ማለት ኢዩ ኣብቲ ምሃብ ግን እቲ ኤርትራዊ ከም ትፈልጥዎ ኩሉ ግዜ ስለ ብብዝሒ ዝህብ ክሓልፍዎ ኣይከኣሉን ንባዕላ እዛ መደብ ተዳሉ ዘላ ውን ብዛዕባ ኤርትራውያን ገለ ካብቲ ዛረበቶ እሞ ከስምዓኩም
እኔ በጣም ነው የምወዳቸው፣ በጣም ነው የማደንቃቸው። ማርያምን ሀቡ ኤርትራኖች በቃ አለባቸው። ብጣዕሚ እየ ዝፈትዎም ብዛዕሚ ዘድንቆም ካልእ ንእግረ መንገደይ መብዛሕትኡ ሰብ ኣምሓርኛ ይሰሚዑ ግን ዓበይቲ ገለ ዝከታተሉን ስለ ዘለዉ ወይ ንኣሽቱ ኣምሓርኛ ዘይክእሉ እየ ዝትርጉሞ የእነሱ አይነት አንድነት ስጠን ፈጣሪ ለኛ። እኔ ሁሌም ነው ምለው፣ ሁሌም ነው እኮ አቦ ምለው፣ ሁሌም በቃ ኤርትራኖች ይችላሉ፣ ጎበዝ ናቸው በእንደዚህ አይነት ነገር። ካልእ ንእግረ መንገደይ ንኤርትራዊ ናይ ቲክቶክ ብጣዕሚ ዘድንቆ ዘለዋ እቲ ቲክቶክ ጌም ይፃወት እንዲም ኣነ እኳ ብዙሕ ኣይከታተሎን እየ ግን ቲክቶከራት ምስ ጌም ይጻወቱ ክቡራት ተዓዘብቲ ምስ ኢትዮጵያውያን ገለ ክጻወቱ ከለዉ ሕጂ መብዛሕትኡ እቲ ኤርትራዊ እዩ ዝስዕር እቲ ኤርትራዊ እዩ ብዙሕ ጊፍቲ ገለ ዝወሃብ ብኸምኡ እየን ሕጂ ነቲ ኤርትራውሲ የዋጽኡ ሕብረት ኣለዎ ስምረት ኣለዎ ዝብላስ ወላ ኣብቲ ቅድሚ ሕጂ ኣብቲ ጌም ዘካይድኦስ ስለ ዝሰዓራ እየን እርስ በርስ የተጣሉ እንኳን ቢሆን ማለት ነው የሀገር ጉዳይ ነው የሚያደርጉት። የቀጠሮ ጌም እንኳን ከራሳቸው ከራሳቸው አልፎ እኛን ሰፖርት ያደርጋሉ። እግዚአብሔርን
እቲ ፍልይ ፖለቲካ ገለ ወላ ንንሓድሕድካ ዘይምስምማዕ ከሎ ኣብ ጉዳይ ሃገር ክመፁ ከለዉ ግን ሓደ እዮም ዝኾኑ። ስንት ሰው አለ በስመ አብ
እዚኣ እያ እታ ምድባ ዘካየደቶ ከባቢ 30 ሽሕ ሰብ ሒዛ ዝሓዘ ይችላሉ ኢትዮጵያውያን ማለት
ካልእ ኩቡራት ተዓዘብቲ እታ ኢትዮጵያዊት ሞዴል እውን ከም ዝረኣኹሞ ብዛዕባ ስኒት ኢንተርቪው ክትገብር እንከላ ምስ ስኒት ብጣዕሚ ጽቡቕ ርክብ ከም ዘለዋ እያ ትዛረብ ኣብ ናይ ትማሊ ላይፍ እውን ገሊጸልኩም ነይረ ከም ጸላኢት ገለ ምሻ ኣሎ ከም ወዳድርቲ ከም ህልኽ እዩ ክረአ ዘለዎ እምበር ከም እዚ ሕማቕ ገለ ኣይትጸሓፉ ኢኹም ኣለኹም ገለ ገለ ሰባት ስቕ ኢልኩም ካብ ስምዒት ገለ ኣብቲ ናታ ሕማቕ ዘየድለ እቲ ጽሑፉ ክድነቅ ከማ ንግባኣ እዩ ምስ ኤርትራዊ ስለ ትወሃደር ዘላ ካብ እንታይ እዩ ዝበሃል ካብ እመት ስድርላ ካብ ስድሪ እመት ኣላታ ዝበሃል ካብኡ ናብኡ ስለታ ኤርትራዊ ተቕርብ ስለ ተብላ እምበር እዛ ኢትዮጵያዊት እውን ንፍዕቲ እያ ሓፍታ ከም ዝመተታ ገሊጽና ነርና ኣብ ናይ ብቕትማል መደበይ ሓፍታ ተቒትላታ እያ ብምሓዛኣ በቃ ሓፍታሲ ብሰንኪ መሓዛኣን ኣፍቃሪኣን ብሓንሳብ ኮይኖም ንሓፍታ ተቀቲላ ማለት እዩ ኣብ ኣዲስ ኣበባ ኣብ ዝሓለፈ ቀሪብናዮ ኔርና ሕጂ ሓዘን ናይ ሓፍታ ተጻዊራ እያ ኣብቲ ውድድር ትሳተፍ ዘላ ስለዚ ከይድኩም ካብ ህልኽ ተበጊስኩም ኣብቲ ናይ ኢትዮጵያዊት እውን ሕማቅ ኣይተጻሓፉ ኢኹም። ኣንድ ጥያቄ መጨረሻ ልጠይቅሽ

ተጋግዘን ነው ያለ ነው። ተበረታተን ነው ያለ ነው አለን
ያ ብሓንሳብ ኢና ንቕመጥ ምክብባር ኣለና ኣብ መንጎና ስኒት ኣለና ኣነ እውን ምስቲ ሓዘን ዘላቶ ማለት እዩ ከቢድ እዋን እዩ ዘለኹ ኣጆ ክትብለኒ እያ ተፅናንዓኒ እያ ትድግፈኒ እያ ስለዚ ኣብ መንጎ ክልቲኤን ሲ ፍቕሪ ከም ዘሎ እያ ትሕብር ዘላ ንሳልሳይ ግዜ ራባዕ ግዜ እያ ብዛዕባ ስኒት ፅቡቕ ክትዛረብ ዝሰምዓ ዘለኹ

ንሕና እውን ውድድር ስለ ዝኾነ እምበር እታ ኤርትራዊት ተተዓወተትኩም ጸገም የብልናን ብደረጃ ዓለም ስለ ንወዳደር ዘለና ኢና ንኤርትራዊት እውን ንድግፋ ኢና እዩ ዝብል ዘሎ ብሓፈሻ እቲ ኤርትራውያን ትገብርዎ ዘለኹም ሓቢርኩም እውን ብጣዕሚ ዝድነቕ እዩ ንፉዓት ይብል ኣሎ ብሓፈሻ ጽቡቕ ኣዳላዊ መደብ እዩ እኛም ደግሞ አንደኛ እንድትወጣ ልጃችን የሚቀርም ነገር እናደረጋለን በርቱ ስታሸንፉልን ደስታው ለሁላችን ነው ነው እና ልዩነት ለምትፈጥሩ ሰዎች ያው ግልጽ ለማድረግ ስለፈለግን ነው። ሁላችንም እንወዳችኋለን። ቴንኪዩ። መልካም እድል እህቴ ሩት፣ ጠንክሪ፣ አለን ከጎንሽ በሚሊዮኖች።
ጽቡቅ መልእክቲ እዩ ኣሕሊፉ ክብራት ተዓዘብቲ ካልእ ክጉስጉሱላ ሓዲሮም የለኩም እቶም ዝጉስጉሱላ ብዙሓት እዮም ሰላሳ ሽሕ ሰብ ይኣትዩ ላይፍ ኩሎም ቶም ህዋት እዮም ኣትዮም ነይሮም ብኣንፃር ናታ ተቃወምቲ ዝነበሩ ከዓ እንታይ የብለውን ስማዕ

ቆዳ እዩ ምን አባሽ መሟዘዝ ነው። ደሓንቲ ፀርፊ እኳ ምትርጓም ኣየድልየኒ ናብ ትግርኛ ብሓፈሻ ግን ሲ ንሕና ናይ ህዝብና እዩ ዘገድሰና ብዛዕባ ናይ ሞዴል ትመረፅ ኣይትመረፅ ሲ ዘዝ- ነተን መደብ ዘዳልዋ እዩ ከምኡ ዝ- ዝነቕፈን ዘሎ እንታይ ግድሸና ንሕና ናይ ህዝብና ፀገም እዩ ዘለና ብዛዕባ ህዝብና ንሕሰብ እዩ ዝብል ዘሎ

ኦኬ እዚ ከዓ ናይ ኣምሓራ ወገን እዩ ማለት እቲ ኣምሓራ ይቅተል እዩ ዘሎ ንሕና ብዛዕባ ህዝብና እዩ ዘገድሰና ህዝብና ይቅተል እዩ ዘሎ ኣብ በዓል ወለጋ ገለ ድምፂ ምሃብ ኢትዮጵያ ገለ ምባል ሲ እንታይ እዩ ትርጉሙ ገለ እዩ ዝብል ዘሎ
ምን አገባን እኛ አንድ ጤፍ እንጀራ ስልሳ ብር ገብቷል። መጀመሪያ ችግርን አራግፍ። እንዲህ ጭራሽ የምን ችግር ነው? ሞትህን ታደግ አንተ ደግሞ ፋራ፣ ሞትህንም ችግርህንም። እስኪ እነዚህ ሰዎች አንድ ቀን አማራ እየሞተ ነው ብለህ ተቃውሞ ያውቃሉ? ሚውት ነህ ራስህ ሚውት ነህ

ብዝኮነ እዚኦም ውን ናይ ኣዚ ሲ ናይ ኣብይ ኣሕመድ ኣጀንዳ ኢዩ ንሕና እንዳተቀተልና ንሕና እንዳተገፋዕና ሲ እንታይ ኢዩ ኢትዮጵያ ገለ ኢዮም ዝብሉ ዘለዉ እቲ ኩነታት ናይ ህዝብና ናይ ናብራና ክሕስበና ኣለዎ ኢዮም ዝብሉ ዘለዉ ብዝኮነ ንምንታይ ኢየ ኣምጺኦ እቲ ዓቢ ህልክ ከም ዝሓደረ በቃ ምሻሎ ሙሉእ ሜድያ ብዛዕብእን ከም ዘሎ እቲ ናይ ኢትዮጵያ ምክፍፋል እቲ ዘርእዎ ዘለዉ ርእዎ እቲ ጊፍቲ ክህቡዋ ዝሓደሩ ኣብቲ ናይ ኢትዮጵያ ኢዩ ንዕኡ እንዳርኣዩ ኢዮም ንሕና ሲ እዚ ንዓና ዝውክለና ኣይኮነን ካልእ ሽግርና ካልእ ጸገምና እዩ ክኣኽለና ዝግብኦ እዮም ዝብሉ ዘለዉ ክቡራት ተዓዘብቲ ወላ እቲ ናይ ዮኝማኛውን እሱ እዩ ክብሎ ሓዲሩ። ኣውስትራልያ ብራዚል ወረቨር ከምቢ በሉት ኤርትራዊ ተይበትበለው ልመቀኝ ነው።
ካብ ካልእ ሃገራት ዝበልዕኦ ሲ ኤርትራዊት ተበልዐቶስ ታይ ጸገም ኣለዎ ስለዚ ኢትዮጵያውያን ዝገብርዎ ዘለዉ ሲ ህልኽ እዩ ታይ ኤርትራዊት ንኸይትበልዕ እዩ ዝብል ዘሎ።

ብሞዴል ብታሸንፍ ኣንድ ኤርትራዊ ወቶ ይቺ ልጅ ኣይሰድባትም ግን የኤርትራ ብታሸንፍ ወቀጣውን ታዩታላችሁ። ኦኬ እታ ምናልባት እታ ኢትዮጵያዊት እንተ ኣሸኒፋ ኣሸኒፋ ሲ ዝኾነ ኤርትራዊ ኣይጻረፋን እዩ ሕማቕ ኣይዛረባን እዩ ግን እ፣ ኤርትራዊት እንተ ኣሸኒፋ ግን እቶም ኢትዮጵያውያን ህሊ ከምኡ ዝገብሮም እዩ እ፣ ዝብል ዘሎ ማለት እዩ ክቡራት ተዓዘብቲ እ፣ ኢትዮጵያ ነገር

ስለዚ ኤርትራውያን እቲ ዝገብርዎ ዘለዉ ነገር ኩሉሲ ክንመሃሮ ግብኣና ገለ እዩ ዝብል ዘሎ ብሓፈሻ እዚ ናይ ኤርትራውያን ብዙሕ ግዜ ተዛሪብና ኢና ወላ እዚ ኣብ ምውፃእ ኣብ ናይ ፅጉማት ገለ እቲ ኤርትራዊ የዋፅ እዩ ወላ እቲ ናይ ሊብያ ከማን እቲ ናይ ሊብያ ሲ ክቡራት ተዓዘብቲ ተመሳሳሊ እዩ ዝዛረቡ ዘሎ ምትርጓም ኣየድልዮን እዩ ወላ እቲ ናይ ሊብያ እኮ እቲ ኤርትራዊ ክንደይ ግዜ ሰለማዊ ሰልፊ ወፂኡ እኳ እዩ ወጺእና እኮ ኢና ክንደይ ግዜ ኣነ ብዛን ምሰይሲ ኣብ ጀርመን ከለኹስ ክንደይ ግዜ ሰለማዊ ሰልፊ ወጺኦ ኣለኹ ብዙሕ ኤርትራዊ ወጺኡ እቲ ለውጢ ስለ ዝሰኣነ እቲ ፍታሕ ስለ ዝሰኣነ ብዛዕባ ሊብያ ገለ ሓድሽ ነገር ስለ ዘይመጸ ብዓብዩ ድማ እዘን ኤሮጳውያን ኣይሰምዓኻን እየን በቃ ይድግፎ እየ እንተ ኣብ ሊብያ ሰብ ክሳቐ ማለት ሲ ሰብ ሲ ካብ ኣብ ሊብያ ክዕገት ናብ ኤሮጳ ከይመጽእ ሲ እዘን ኤሮጳውያን ስለ ዝድግፎ እየን ለውጢ ዘይመጸ እምበር እቲ ኤርትራዊ ድምጹ ንሓዉ እንዳሰምዐ ዘስቅጥ ስለ ዝኾነ ኣይኮነን ብዙሕ ግዜ ሰለማዊ ሰልፊ ወፂኡ እዩ እዚ ኣይንክሓዶ ለውጢ ክመፅእ ግን ተስፋ ንገብር ክቡራት ተዓዘብቲ ወይ ናብቲ ትግርኛ ክነሳገርኩም ዶ እንደ ኤርትራኖች አንድነታችን እናሳይ እና ኣለዉ ፈቲኖም ግን እቲ ፍልልይ መሊሶም ኣግፊሖም እምበር ኣይ ኤርትሪ ናይ ትማሊ ቪድዮ እዩ ግን ዕስራን ሽሕ ነይሩ ቅድሚ ሕጂ እቲ ፍልልይ ሕጂ ግን ናብ ሰለስተ ሚእቲ ሽሕ ከባቢ እቲ ፍልልይ እኮ እዩ እቲ ውድድር የማርሩ ኣለዉ ፈቲኖም ሎሚ ምሸት ብሙሉኦም እትዮም ኣለዉ ዝበሃሉ ሚልዮናት ፎሎወር ዘለዎም ተኣኪቦም ክፍትኑ ኣምስዮም ግን መርሓታ ጣና ክመፁ ይከኣሉ ንእሽተይ ከንፀርፀሩ ከለዎ ስማዓኩም ተዉ ተዉ ተዉ እንተባበር ተዉ ለሀገራችን አንድ እንሁን ተዉ እንደ

ዝኾነ ኮይኑ ግን ናይ ብሓቂ ኤርትርን ህልኽን እንታይ ውሑዳት ስለ ዝኾንኩም ክንቅድመኩም ኢና ከመይ ገይርኩም ዘየለ እዚ ናይ ጎረቤታችን ዝግበር ዘሎ ላይፍ ኣቲኻ ወይ ምስ ዝተፈላለዩ ቲክቶከራት ገለ እንታይ እዩ ኣብ ከምኡ ተበጺሕና እሞ ኣንሕና ከኣ ኣነስ ሓንቲ ቪድዮ ዶ ትኣክል ክልተ ቪድዮ ኢለ እየ እምበር ክንደጋግሞ ኢና ስኒት ሓፍትና ክትዕወት ኣለዋ ክንደጋግሞ ኢና ሕጂ እውን ቦት ክንገብር ኢና ቪድዮ ክስራሕ ዘለዎ እንተኮይኑ እውን ክንሰርሖ ኢና ክነብዝሖ ኢና ድሕር ከምኡ ኮይኑ ምድግጋም ላይፍ ኣቲኣ ዓርሕና እውን ከምኡ ክንገብር ኢና ይከኣል ስለዚ ቮት ንግበር ንስኒት ሓፍትና ክንቅጽል ኢና ሚልዮን ኣታይ ኣላ እኳ ሓጎሰና ክልተ ሚልዮን ክነብጽሓ ኢና ህልኽ ሕጂ እኳ ተስፋ ገብር ክቡራት ተዓዘብቲ እቶም ኢትዮጵያውያን ህልኽ ተዝገድፍዎ ተዘየዋፅኡ እሶም ንሕና እውን ስቕ ምበልና ማለተይሲ እንታይ ድዩ ከልኩ ማለት ልዕሊ ሰላሳ ሽሕ ሰብ ሒዞም ሓዲሮም ሲ ክስዕርዎ ከም ዘይክእሉ ነቲ ኤርትራውስ ሪኦም ኣለዉ ማለተይሲ እቲ ኤርትራውስ መመሊሱ እዩ ዝውስኽ ዘሎ ስለዚ ነቲ ህልኽ ኣቋርጽ ቁሩብ ዝሕል ተዝብሉ ንሕና ከኣ ዝሕል ምዝበልና ኣብ መንጎ ክልቴና ከኣ ቁሩብ ገንዘብ ምዓቀብና ንሕና ገንዘብ ምዓቀብና ንሶም ከኣ ገንዘብ መዓቆቢ ኮይኑ ይስመዓኒ ካብዚ ንላዕሊ ህልኽስ ኣገዳሲ ኮይኑ ይስመዓኒ ንዓይ መን እሞ ንጎሮም በምሓረኛ። ሌረን ክንቅጽል ኢና ዳይ ቦት ግበር ምናልባት ኣብ ራብዒ ራብዓይ ቪድዮ ክምለሰካ ስለ ዝኽእል ኣብኡ ጽንሓኒ ቦት እንዳ ገበርካ ጽናሕ ክንገብር ኢና ቦት ግበሩ ንኺድ እዛ ጉዳይ ህልኽ ዝተሓወሰት እያ ትመስል ዘላ ብኸምኡ መዓልታዊ እንዳኣተና ቮት እንዳገበርና ዝግዛእ እንዳገዛእና ምክትታል ካኣ ልዕሊ ኩሉ ልዕሊ ኩሉ ብታሕቲ ሽዱሽተ ሚእትን ገለን ሽሕ በፂሖም ኣለዉ ንላዕሊ ከይደየቡ ከለዉ ክንሕሉ ኣለና ማለት እዩ ከምዚ ንሪኦ ዘለና ካኣ ዳርጋ ትሽዓተ ሚእቲ ሽሕ ቮት ቀሪባ ኣላ ሲኖ ሓፍትና እቶም ትጉስጉሱ ዘለኹም ኣብ ላይቭ ኣቲኹም ገለ ካዓኒ ክብረት ሃብኩም ኣይ ሆፕ ካኣ ክትዕወት ማለት እዩ ሓለዋ ግን ክተድልየና እያ ትመስል ዘላ ኣብ ርእሲ ኻኒ እቲ ኣካውንት ናታ ከድና ፈለው ንበሎ ንዕብያ ብዝተኻለ መጠን ካብ ማዓልታዊ ነቲ ሰብ ነዘኻኽሮ ማለት እዩ ኣብ መንጎ ምኽንያቱ ትሽዓተ ማዓልቲ ስለ ዘለና ኩላትና ዳም ዳም ንበል በርካ ሕጂስ ኣንፈቱ ቆየሩ ተራኣኹሲ ዓሰርተ ይኸውን ላይፍሲ ዋእ እንታይ ዳኣ ከመይ ዳኣ እያ ኮይና ዳኣ እዛ ጉዳይ ዋእ በልዋ ሓፍትና ክንሕሉ ታይ ዳኣ ኢደ ኢድካ እያ እንታይ ዳኣ ስጋይ ስጋኻ። ሃይ ሽኮሪናታት ኣብዚ ሶሻል ሚድያ ሲ ንኤርትራውነት ክተፀብቑ ክትብሉስ ንኤርትራውነት ዘኽፍእ ነገር ክሰርሑ ርየኩም ኣለኹ ኣሕዋት ኣዶናይ ሲ ኢትዮጵያዊ እዩ ሓቂ እንጀራ ጀላዕ ኣይበላዕ ጌርኩሞ ንስኻትኩም ክትሕግዝዎ ከለኹም ሓግዙን ይበለን ሰብ እዚ ፈቲኹም ደሊኹም ኢኹም ሓጊዝኩሞ ሕጂ ኢትዮጵያዊት ጓል ኣንስተይቲ ትወዳደር ኣላ እንታይ ተፀቢኹም ኤርትራውያን ሓጊዞሙኒ ኔሮም እዮም እሞ ን ሃገሩ ንሃገሩ ጠንጢኑስ ንዘይ ጓል ሃገሩ ክድግፍ ትጽበይዎ ኣለኹም it doesn't make sense እኮ እሞ ከኣ እቲ ዝገደደ ከኣ እንታይ እዩ ስኒት በዚ እናጸዓረት በዘራርባኣ ብገለ መሊኣ ንኤርትራ ወኪላ ክትከይድ ከላ ኤርትራዊ ህዝቢ ከመይ እዩ ብድሕሪኣ ዘሎ እያ ተርኢ ዘላ ኣብ ኮመንት ከይድኩም ነዛ ኢትዮጵያዊት ክትጸርፍዋ ከለኹም ወይ ናይ ኤርትራ ባንዴራ ጌርኩም ወይ ንዓኣ ኤክስ ጌርኩም ገለ መለታት ገለ ከተብሉ ከለኹም ገለ it doesn't make sense ጽቡቓት ንኤርትራስ ብሕማቅ መልክዕ ኢኩም ተርእይዋ ዘለኩም ንኣዶናይ ከይድኩም ክትጸርፍዎ ከለኩምሲ በቃ መሃይማት ኢና ንመስል እንታይ እዮም ዝጽበዩ እዞም ሰባት እዚኦም መን ሓግዙኒ ኢሉኩም ተበለኩምሲ እንታይ ክትብልዎ ኢኩም ኦኬ ሰብ ከማን እኮ የቀንየለይ ክብለካ ተኮይኑ ንጽቡቅ ዝገበርካዮ እኮ ባይታ ክህልወካ ኣለዎ እንድሕር ርኢካዮ ምሳካ ደይከ ከኣ ገዲፍካዮ ትከይድ ኣብዚ ጉዳይ እዚ ግን እዚ ሰብ እዚ ንጓል ሃገሩ እዩ ዝድግፍ ዘሎ ኢማጅን ኣነ ነታ ትግራወይቲ ቪድዮ ሰሪሐ ስኒት ከምዚ ግደፍዋ ነዚኣ ስለደሓገዙኒ ተጋሩ ቅድሚ ሕጂ ወይ ኢትዮጵያውያን ስነዘሓግዝዋ ተትብል ከመይ ምጸላእኩም ንስኩም ሕጂ ትሰርሕዎ ዘለኹም ቪድዮ ንኤርትራውነት በቃ ከምዚ ቻይልድሽ ደምስሎ ነገር እዩ ክጸርፍዎ ከለኹም ክተዋርድዎ ከለኹም እዚ እቲ ስኒት ተሃንጾ ዘላ ኢሜጅ ናይ ኤርትራሲ በቃ ብኸፊል ተፍርሱላ ኢኹም ዘለኹም ኣብ ልዕሊኡ ህልኽ ፈጢርኩም እታ ኣተንሽን ዘይነበራ ጓል ኣተንሽን ትረክብ ኣላ እቲ ናታ ስፒች ሕጂ ኣይረኣኹን ኣነ ብዙሓት ሰባት ወላ ትማሊ ሳሊ ረኣዮት ናታ ስፒች ትብለኒ ነይራ ኣቲንክ ልብኻ ዝትንክፍ ስቶሪ ኣለዋ ንሳ እውን ባዕላ ማለት እዩ ተረዲኹም ኣይረኣኹዎን ኣነ ቢካዝ ኢሞሽናል ክኸውን ስለ ደለኹ ነቲ ናተይ ፎከስ ጌረ ኣብቲ ናይ ስኒት ነብል ኣለና ማለት እዩ ስለዚ ከምዚ ዓይነት ነገር ክትገብሩ ከለኹም ኣብ ኢንተርነት ኤርትራዊ ብሉጽ ኤርትራዊ ገለ ክበሃል እናደለኹም ከለኹም ከኣ እቲ ዝስራሕ ዘሎ ስራሕ ኣብ ታሕቲ ከኣ እንድሕር ትራሽ ኮይኑ ጽቡቕ ነገር ኣይኮነን ሓደ ሰብ ስፖርት እንድሕር ዘይገበረ ቪድዮ እንድሕር ዘይሰርሐ በቃ ደድሕሪኡ ኮይካ ከምዚ ክሰርሕ ኣለካ እቲ ሰብ እንታይ ይገብር ኣሎ እንታይ ኮይኑ ኣሎ ኣይትፈልጥን ኢኻ ብግዴታ ኣይኮነን እዚ So please ተኺኢልና ሲ ብሕልፊ ሃገር ወኪልና ክንዛረብ ከለና ሃገር ወኪልና ሓደ ነገር ክንገብር ከለና ወላ ኣብ ናይ ብሽክለታ ኢኹም ከምኡ ትገብሩ ከይድኩም በቃ እዚ ዘይበሃል ጸርፍን ምክስታይን Come on ንህዝብና እንድሕር ኮይና Represent ንገብር ደለና በታ ሓንቲ ላዕሊ ደይባ ደላ ደይኮነ በቲ ድጽሓፍ ኮመንትታት በቲ ዝበሃል ብኸምኡ ኢና እንታዎት ምዃንና ንግለጽ So ኣብ ኢንተርነት ትገብርዎ ነገራት ተጠንቀቑ ኣዶናይ ኢትዮጵያዊ እዩ። ንኢትዮጵያዊ ደጊፉ እፅብዮ ኣነ ከምኡ ክገብር so please ኣብ ናይ ጉዳይ ሃገር ንጠንቀቅ ፅቡቃት። ከምዚ እዋናዊ ጉዳያት ገለገለ ዝኣምሰሉ ኮንተንት ምስራሕሲ ይሓስብ ኣለኹ መዋሪቲን ጋይስ ነብስኹም ኣብ ናይ ኣድና ቦታ ኢትኹም ዘን ሰለስተ ሕቶታት ዝሓተኩም ክትምልሱለይ ክነግረኩም እዩ ልክ እዩ ዝሓለፈ ናይ 228 ናይ 225 ንዓው ናይ ኣዋርድ ብምልና ኤርትራውያን ምስ ዩቲ ብጣዕሚ ኣብ ውድድር ኣብ ዝነበሩሉ ግዜ ካባይ ጀሚርካ ብጣዕሚ ሳፖርት ጌርና ኢና ኣደ ሰም ታይም ኣንፈለው ቻለንጅ ነይሩ ገለ ብዙሕ ነገራት ገጢሞም እዮም ሓቂ ዘረባ እንደን ኦልሞስት ኩላትና ኤርትራውያን ጋር ሳፖርት ንገብሮ ፎሎው ንገብሮ ኢና ብዙሓት ማለት እዩ ግን ከዓ ከም ሓደ ትግራዋይ ኢትዮጵያዊ መጠን በዚ ጋጣሚ ከዓ ብምሉኦም ተጋሩ ንስኒ ዝቮት ትገብሩላ ቪድዮ ትሰርሑላ ሳፖርት ትገብርዋ ዘለኹም ብጣዕሚ ብስም ኩላትና ከመስግነኩም ደስ ብለኒ ማለት እዩ ኣይ ላቭ ሲን ኣዝ ላይክ ሳፖርትን ኢች ኣዘር ማለት እዩ እርስኹም ኣብ ናይ ኣዶናይ ቦታ ሙይትዋ ነታ ተወዳድር ዘላ ኢትዮጵያዊት ድምፂ ክገብረላ ኣይነበሮ እንዲ ነይሩ ወይስ ነታ ኤርትራዊት ክገብረላ ነይሮ ምክንያቱ ሂዝ ትግራዋይ ስለዝኾነ በቲ ካል ኣጋጣሚ ከዓ ኤርትራን ብዙሕ ሳፖርት ስለዝገብር ናይ ኣድሚ ሕጂ ወይስ ጠቕላላ ከይሰርሐ ኢሳ ክብል ነይርዎ ካብዚን ሰለስተ ኣይናይ ክገብር ነይርዎ ኢልኩም ትሓስቡ ምክንያቱ ብዙሕ ቪድዮታት ይስራሕ ኣሎ ሪኤ ኣለኹ እንዶ ዋላ ኣነ እታ መጀመርታ ሓቂ ዘረባ እታ ቪድዮ ምስ ረኣኽዋ ከምዚ ከም ገለ ነገር ተሰሚዕኒ ቢካዝ ዋው ገለ ኢለ ሓሲበ ኦኬ ግን ከዓ ኣብ ቦትኡ ኮይነ ከዓ ንክሓስብ ፈቲነ ሰው ከመይ መስለኩም እስከ ብክፉት መንፈስ ኣብ ቦታ ኮመንት ታሽሙ ግበርለይ ፀሓፉለይ
ኦኬ ክቡራት ተዓዘብቲ ትማሊ እውን ኣዶናይ መልሲ ሂቡ ነይሩ እቲ ዝሃቦ መልሲ እትሪእዎ ኣለኹም ብምሓርኛ ተፃሒፋ ኣላ ገለ ካብቲ ዝብሎ ዘሎ እንታይ እዩ ሩት የመደገፍ በቀለማ ብባንዲራዋና ብቋንቋ ሳይሆን ሊያ ጥፋ ከም ከመጣ ስቃይ መውጣት እንደሚችል ምስክር ስለሆነች ነው። ጅግና ሴት ጅግና ሴት ቋንቋ ቀለም ቋንቋ ብሔር ጅግና ኣይጨርም ኣይቀንስም። ብሕፅር ዝበለ ስለምንታይ መሪፅዋ ከም ዘሎ ንዓ እሲ ብባንዲራኣ ወይ ኢትዮጵያዊት ብምዃና ዘይኮነ ሲ በቲ ታሪኻ በቲ ዛንታኣ ጅግና ስለ ዝኾነት ከም ዝመረፃ እዩ ዝሕብር ዘሎ ኣነ እኳ ደጋጊመ ነጊረኩም እየ ካብ ንሓደ ኣደናይ ምርኣይ ነቶም ብዙሓት ተጋሩ ምርኣይ ይሓይሽ ድሓር ድማ ብዓብዪ ናይ ቲክቶክ ኣዋርድ መፅእ ኣለኩ ሕጂ ናይ ቲክቶክ ኣዋርድ ናይ ኢትዮጵያሲ ውድድር ሕጂ ይጅምር ኣሎ ስለ ዝጅምር ዘሎ ኣዶናይ ኢትዮጵያውያን ክመርጽዎ እንተ ኮይኖም ንሓንቲ ኢትዮጵያዊት ክመርጽ ከሪኦም ኣለዎም ኣይኮነን ውድድር ናይ ኢትዮጵያ ሕጂ እንዳ ቀረበ እንከሎ መሊሱ ንኤርትራዊት ተደኣ መሪጹ ግን ባዕሉ እዩ እንጀርኡ ክዓጹ ስለዚ ብሓፈሻ ውን ኢትዮጵያዊ ምዃኑ ኣይትረስዑ ኢኹም ስለዚ ብዙሕ ምትህልላኽ ኣገዳሲ ኣይኮነን ኢለ ነይረ ትማሊ ውን ናብኣ ቪድዮ ሰሪሒላ ነይሩ ገለ ካብቲ ዝበላ ንስማዕ

ኦኬ ክቡራት ተዓዘብቲ እታ ዘሕለፈላ መልእኽቲ ኩላ ሰሚዐያ እንድየ ነታ ጓል እዩ ኣጆኺ እዩ ዝብላ ዘሎ ብሓፈሻ ከምቲ ኣብ ዝሓለፈ ዝበልኩኹም ኣብ ሓዘን እያ ዘላሳ ሓፍታ እያ ተጎዲኣታ ሓፍታ እያ ስኢና ሓፍታ ዝሰኣነትሉ ምክንያት ከዓ ብቅትለት እዩ ኣብ ማእኸል ኣዲስ ኣበባ እያ ተጨውያ ሓፍታ ተቀቲላ ማለት እዩ ስለዚ እስኺ ጅግና ኢኺ ንዕኡ ተፀርኪ ምኻድኪ ጼርኪ ምኻትኪ ካብኡ ካልኣይ ደረጃ ክትወፅ ትኽእል ኢኺ ሳልሳይ ደረጃ ክትወፅ ትኽእል ኢኺ ኣብዚ ውድድር ክትሰዓሪ ትኽእሊ ክትስዕረ ትኽእሊ ግን ሮማይ ማለተይሲ ኦሬዲ ኣሸኒፍኪ ኢኺ በቃ ከም ዝሰዓርኪ ነብሱ ክትሓስብያ ክትክእለኪ ነቲ ዝወረደኪ ጸገም ነቲ ዝወረደኪ ሽግር ተጻዊርኪ ጠጠው ኢልኪ ምህላውኩ ጥራይ ነብስኺ ከም ዕውቲ ክትሓስብያ ኣለኪ ብምባል እዩ መልእኽቲ ዝሕልፍ ዘሎ ማለት እዩ ስለዚ ከም ትበልኩኹም እዩ ድላይ መልእኽቲ ክሕልፍ ይኽእል እዩ እሱ ናቱ መሰል እውን እንዳሓልና ጥራይ ካብቲ ፈኸራ ካብቲ ኣብ ስምዒት ዘእቱ ነገር ንርሓቕ እየ ኣነ ደጋጊመ ዝብለኩም ዘለኹ እሱ ንዓይ ስለ ዝከታተለኒ ኣይኮነን ወይ እቶም ንዕኡ ዝድግፉ በምሓርኛ ስለ ዝከታተሉኒ ኣይኮነን ግን ንሰብ ክንራስን ስለ ዘይንደሊ ኢና ካብ ዘራስን ነገር ምጽሓፍ ኣብዚኣ ዘራስን ተጽሒፍና እውን ከይዶም ኣብታ ኮመንት ሕማቕ እዮም ክጽሕፉ ስለዚ ኣብቲ ህልኽ ኣይንእቶ ነቲ ናትና ጥራይ ክንገብር ኣለና በቃ ሰብሲ ነቲ ናቱ ነታ ናቱ ጓል ጥራይ ከተባብዕ ክኽእል ኣለዎ ነታ ሞዴል ከተባብዕ ክኽእል ኣለዎ ነቶም ዝድጉፉና ተጋሩ ውን ክነተባብዕ ክንክእል ኣለና ካልእ በዓል ሸዊት ገለ ውን ትማሊ ኣብ ጎድኒ ኣድናይ ኮይነን ኣምስየን። ጌሩ ገለ ኢካ ትሪኦ ስለዚ ኢትዮጵያዊ እዩ ከዳን ሕቡ ሕቡን ኩሩዕ ኢትዮጵያዊ እዩ ስለዚ ንጎል ሃገሩ ነታ ባንዴራ ንሳ ሓፍ ክተብልለ እያ ዝበላ ደጊፉ ሓፍ ኣቢሉ ኣሎ ሰላ ከምኡ ኢሉ ቮት ግበርዋ ኢሉ ቪድዮ ሰርሐ ኣብ ጎኒ ጎል ሃገሩ ዝኾነ ከዓ ንሳ እውን ንስኒት ክትወዳደራ በቂዓ ማለት ካብ ተሽዓይ ሸምናይ ደረጃ ሓፍ ኢላ ሕጂ ኣብ ካልኣይ ሳልሳይ ደረጃ ዘላ ተዳሓን ንስኹም ከዓ ጓል ዓድና ከይትብለፅ ኢልኩም ብገንዘብኩም ብጅማኹም ብጎስካስ ብገለ ከዓ ንጓል ሃገርኩም ደው ኢልኩም ንስኹም ከዓ ትኽክል ኣለኹም መሸዊት ሓፍተይ ፅቡቅ እዩ ትብሊ ዘለኺ ሕጂ ፅቡቅ እዩ እንተዘይ ኮይኑ ግን ንሱ ሱቅ ክብል ነይርዎ ንሕና ክንጉድጉስ ነርና ወይም ሰላም መላ ነይርዎ እንተዘይ ዓፀያ ኮይኑ ግን ዓፀያ ኣፉ ክወርድ ክዓፁ ዘል ኣለዎ እታ ናተይ ኣጠቃሊላ ክነግረኪ ሸዊት እወ ካብ መን ንመንሲ ካብ ሓንቲ ኣብ ኢትዮጵያ ዘላስ ንስኺ ንዓይ ትውክልኒ በቲ ባህሊ በቲ ክብሪ እንደገና ክዕቤት ከዓ ናብ መጨረሻ ንዓይ ፅልዋ ፈጥረለይ ዳስዋይ ከዓ ኣዶናይ ብከምኡ ኢና ርኢናዮ ንስኹም ሓለኹ ፍለ ተቀደድ ንስኹም ትማሊ ትገብሮ ነበርኩም ስጌጋ መገዲ ነይሩ ኣብ መንጎ ኢትዮጵያን ኣትኹም ስ ክትመርፁ ይነበረኩም ክትብልና እውን መሰል እዚኣ ትብል ዘላ ንሳ ሕጂ
ፅባሕ ንዝመፅእ እውን ከም ሕብረተሰብ ማለት እዩ ናይ ዓፋር ክልተ ንወዳደር ሲን መን ምመረፅካ ወደባት
ብሃገር ደረጃ ክልተ ስለዝኾና

ባንዴራ ትግራይ ወይ ከዓ ባንዴራ ናይ ባህሊ ናትካ ኮንታ ሓፍ ክተብል ተረዲኻ ንካ ባህላይ እዚ ናይ ወርልድ ውድድር እዩ ስለዚ ንድሕር ምስ ወርልድ ምስ ዓለም ድሕር ትዛረብ እንድሕር ትዋደር ሃሊኻ ዓለም ለኻዊ ሕጂ ንሳ ስኒት እንታይ ኢላ ንትግርኛ እዩ ዝውክል ገለ ኣይበለትን እያ ሸውዓተ ብሄር ዘለና ሃገር ኤርትራ ትበሃል ክርስትያንን ኣስላምን ተኸባቢሮም ዝኸዱላ ሃገር ስለዘለትኒ ኩርዕት እየ ብህዝበይ ስለዚ ንህዝበይ ዝውክል ኢላ ሓቃ ህዝብ ዋ ሓንቲ ተወዳዳሪት ኢትዮጵያዊት ከዓ ይብለካ ኣለኹ ትግራዊት ትኹን ኣይትኹን ግደፋ ብዘይ- ብዘይገድስ ወላ ኦሮሞ ትኹን ክትወዳደር ከላ ባዕሎም ወፅያ ሰማንያ ሰለስተን ሰማንያን ሓሙሽተን ብሄራ ብሄረሰብ ዘለዋ ኩርዕቲ ሃገር ስለ ዘለትኒ ብሃገረይ ስለ ዝኾርዕ ንዚ ባንዴራ ሃገረይ ከምበልብል እየ ዝደሊ እያ ትብል ኣብ ጠርኒኻ ስለዚ ዝተፈላለዩ ኣብዚ ሰማንያ ወይ ሰለስተን ሓብተይ ፅናዕ ኣብ ዝተፈላለዩ ኣብ ዝተፈላለዩ ነና ሓንሳ ረድዮ ስለ ወደብ ነና ዘለና ሓንሳ ወደባት እዎ ሓንሳ ሰሚዕክ እኮ ንስ ኣነ ዓፅያ ክወር ስለ ነና ዘለኹ ሓንሳ ጥራሕ ወደኒ ዝገበርኩ ኣብዚ ሰማንያን ፅናሕ ሞ ከምቲ ልክዕ ስኒት ንኹላ ብሄር ጥቕልል ኣቢላ ንኹላ ሃገር ጥቕልል ኣቢላ ብኤርትራ ደረጃ ትወዳደር ዘላ ብሄር ከይፈለየት ፖለቲካ ከይፈለየት ዓሌት ከይፈለየት ትኸድ ዘላ እየ ዝብለካ ዘለኹ ኣብ ኢትዮጵያ እውን ከምኣ ክትኸውን ከላ ክትሕጎስ ዝግበእ ከዳ እምበር ና- ኣብ ናትኩም ክኸውን ከሎ ንተ ጠቕሊላ ትወዳደር ዘላ ብሽም ኤርትራ ጥራሕ ትወፅእ ዘላ ትድግፍ ኣብ ኢትዮጵያ ክኸውን ከሎ ግን ካብ ኢትዮጵያ ፍለ ብልካስ ንትግራይ ጥራሕ እ፣ ክውክል ነይርዎ ወይ ክትውክል ነይርዎ ወይ ድምፂ ትኸውን ነይርዋ ኢልካ ክትዛረብ እዚ ትኽክል ኣይኮነን
ኩቡራት ተዓዘብቲ ብዝኾነ ሰብ እቲ ዝመስሎ እቲ ዘዋጽኦ ይግበር ጥራይ ደጋጊምና ካብቲ ፈኸራ ካብቲ ጸርፊ ካብቲ ገለ ካብቲ ገለ ንውጻእ እየ ክብለኩም ዝደሊ ኣነ ማለት እዩ ካልእ ወላ ኣልየኩን ንባዕሉ መደብ ኣዳሊላ ኔሩ እኮ ኣብ ኣቤተ መገናኛ ብላችሁ ብታግዙን እመኛለሁ። ወላ ኣልየኩን ነቲ ናይ ትማሊ መደብ ካብቶም ዘዳልዉ እዩ ኔሩ ብዙሓት እውን ኣብ ፈይስቡክ ገለ ክጸርፍዎ ርኤ ስለዚ ደጊመ ደጋጊመ ናተይ ሓንትን ጽፍፍቲ መልእኽቲ እያ ነቲ ንዓኹም ዘተባብዕ ገለ ደኣ ትግራዋይ ክትሓቑፉ ኣለኩም እምበር ነቲ ንኣዶናይ ዝድግፍ ወይ ንኣዶናይ ስለምንታይ ጸርፊ ገለ ካብ ጸርፊ ወዲ ጸርፊ ርሓቁ ኢና ክንብል ንደሊ በዓል ጓል ኣሉላ ብዙሓት ደቂ ኣንስትዮ ኣለዋ ኣጆኹም ኢለን ዘተባብዓ ብዙሓት እዚኦም ዘይበሃሉ ተጋሩ እውን ኣብ ቦታኹም እንተለዎም ስለዚ ሓይልና ናብኦም ንኹን ንምባል እዩ ክቡራት ተዓዘብቲ ኣብ ናይ ምሸት መደብና ብካልእ ትሕዝቶ የራኽበና ስለ ትኽሉ ግዜ ትከታተሉኒ ብልቢ እየ ዘመስግን ብሩኽ መዓልቲ ይግበሮ የቐንየለይ። ፋራይ ኦፊርካ እተ በሪሕካ ጽገብ ተኸዲንካ ሙቕ ጎይኻ ኺድ ሰዓት ይሃብካ ማዕተብ ንኽሳድና ጣይታ ንኻብድና ሃይማኖትና ለይለውጠልና ወይለ ኦፊርኩም እተው በሪሕኩም ጽገቡ ተኻዲንኩም ሙቕ ጎይኹም ኪዱ ክንዲ ናይደይ ዕድመ ይሃብኩም ጣልያን ተወሊደ ሰማንያ ድህረ ጉልበትኩም ምሳኻትኩም ይቐኒ መኒ ናይደ ጉልበትና ጉልበትኩም ሙነይዎ ጉልበትኩም ሙነይዎ።